ሎማዓንቲ እቲ ናይ ደም ምልጋስ መደብ ኣብ ቦትኡ ከሎ እቲ ምልጋስ መደብ ሎማዓንቲ መበል ሓምሻይ ግዜ እዩ ዝካየድ ዘሎ ካብቲ ዝነበረ ድማ እቲ ዓቕሚ ሰብ እቲ ቁፅሪ እንዳወሰኸ ይመፅእ ኣሎ እዚ እቲ ፅቡቕ ናይ ሕብረት መልእኽቲ እዩ ስለዚ እቶም ኣብዚ ምልጋስ ዘይተሳተፍኩም ወይ ድማ ሓበሬታ ዘይብልኩም ሕብረተሰብ መፂኹም ክትልግሱ ይዕድም እዚ ብሽም ኤርትራውያን ማሕበር ለገስቲ ደም ከምኡውን ብሽም ኢስት ኣፍሪካ ዝግብር ዘሎ ዕድመይ ኩሉ ግዜ መፂና ደም ክንልግስ ኣብ ዝኾነ እዋን ከኣ ኣብ ሽግር ኣብ ዘጋጥመሉ ነንሓድሕድና ክንተሓጋገዝ ዕድመ ተቕርብ ኣላ ኢስት ኣፍሪካ ከምኡ ውን ማሕበር ኤርትራውያን ማሕበር ለገስቲ ደም ኣብ ዝኾነ እዋን ኢስት ኣፍሪካ መጺኹም ብዛዕባ ናይ ግሩፕ ወይ ድማ ምጽንባር ብኸመይ ንጽንበር ንዝብል ሕቶ ወይ ንዝኾነ ሕክምናዊ ሕቶ እንተልይኩም መጺኹም ክትከሱ ትኽእሉ ኢኹም የቐኒልና
እዚ ስሩዕ እንገብሮ ናይ ልግሲ ደም ኣብ ኢስት ኣፍሪካ ብቐፃሊ ክካየድ ፀኒሑ ስለዚ ከም መቐፀልታ ናቱ ኣብዚ ደም ክህብ መፅ ኣለኹ ዶክተር ባሃበሎም ደም ዘለዎ ጠቕምታት በዓል እዩ ልዕሊ ዝኾነ ይኹን ደም ህይወት ናይ ምድሓን ቀንዲ ባእታ ስለ ዝኾነ እቲ ተገዳስነቱ ንዝኾነ ሰብ ግሉፅ ኮይኑ ይስምዓኒ ብሓደጋታት ዘጋጥም ይኹን ኣብ ሕርሲ ይኹን ብዝተፈላለዩ ካልእ ሕማማት ደም ኣብ ዝደልየሉ ዝተወፅዐ ተገልጋሊ እቲ ንዕኡ ዝሰማምዖ ደም በቲ ዝግቡእ መርመራታት ተገይሩ ምስ ዝወሃብ ህይወት ተድሕን ኣለኻ ማለት እዩ። ስለዚ እቲ ዝለዓሉ ነገሩ ህይወት ብምድሓንካ ዝስምዓካ ዕግበት ዝለዓለ እዩ። ነቲ ዝህብ ዘሎ እውን ኣብ ተኸታታሊ ኣብ ስሩዕ ግዜ ናይ ጥዕና ቸክኣፕ ይገብራሉ ናይ ኤች ኣይቪ መርመራ ናይ ወይቦ ካልእ ተመሓላለፍቲ ሕማማት ቸክ ስለ ዝግበር ቅድሚኡ ንጥዕናኻ እውን ኣብ ስሩዕ ናይ ምክትታል ቸክ ኣፕ ናይ ምግባር እስተይ ኣለዎ ማለት እዩ። ደም ብምልጋስካ እውን ዝያዳ ሓደስቲ ሓዱሽ ደም ኣካላትካ ንክፈጥር እሞ ትሕግዞ። ስለዚ ንሱ እውን ናይ ባዕሉ ጥዕና ኣለዎ እቲ ዝዓበየ ነገር ግን ብምሃብካ ህይወት ትድሕና ኣለኻ እታ መተካእታ ዘይብላ ህይወት ከዓ ብደምካ ሓደ ሰብ ዝሓሸ መነባብሮ ዝሓሸ ግዜ እንድሕሪ ፀኒሑ ካብኡ ዝዓቢ ዕግበት የለን። ለጋሲ ኣብ ኣርባዕተ ወርሒ ኣብ ኣርባዕተ ወርሒ ስሩዕ ዝኾነ ልግሲ ደም ክህብ ይኽእል እዩ ብዘይ ዋላ ሓንቲ ናይ ፀገም ናይ ጥዕና እዚ ክብል ከለኹ ቅድሚ ምልጋስካ እውን ኩሉ መርመራታት ስለትሓልፍ ንዓኻ ዝመጸካ ናይ ጥዕና ሓደጋ ኣይህሉን። ስለዚ ደም ክንልግስ በዚ ኣጋጣሚ ንኹሉ ኮሚኒቲ ናትና ይሕብር።
ኦኬ እ፣ መጀመሪያ ስመይ ዶክተር ኣዳም ገብረ እግዚኣብሔር ይበሃል ኣባል እ፣ ኢስት ኣፍሪካ ሜዲካል ሰንተር ሓፈሻዊ ሓኪም እየ እ፣ ከምዚ ክበሃል ፀንሐ እዚ መደብ ናይ እዚ መደብ ናይ ልግሲ ደም ስሩዕ ዝካየድ ኮይኑ ከም ዝሓለፈ ሎሚ ከዓ ነካይድ ኣለና ማለት እዩ ኣነ ከዓ ከም ኣባል ናይዚ ኢስት ኣፍሪካ ሜዲካል ሰንተር ከም ሬጉላር ዶኔሽን ከዓኒ ሕጂ ንመበል ራብዓይ ግዜ ይህብ ኣለኹ ኣብቲ ሓፈሻዊ ጥቕምታት ናይ ልግሲ ደም ክንዛረብ ኮይና ደም ምልጋስ ማለት ህይወት ምድሓን ማለት እዩ ብልክዕ ከኣ ከም ሓኪም ኮይነ ኣነ ክዛረብ እንተ ኮይነ ኣብዚ ንዕዘቦ ነገራት ኢመርጀንሲ ነገራት ብፍላይ ኣብ ዘጋጥመካ ነገር ኣብ ግዜ ሕርሲ ይኹን ኣብ ግዜ ሓደጋታት ደም ኣብ ዝፈሶም ሕሙማት እቲ ናይ ደም ጥቕሚ ብልክዕ ሽዑ እዩ ዝርድእካ ማለት እዩ። ሓንቲ ደም ወይ ሓንቲ ከረጢት ደም ብምትካእ ነቲ ህይወት ናይቲ ሰብ ተድሕን ይከኣል እዩ። ስለዚ ብልክዕ ኣብ ዝሓለፈ ግዜ ብዙሕ ሰብ ዶነይት ይገብር ነይሩ ሕጂ እውን ስቲል ብዙሕ ሰብ ዶነይት ይገብር ኣሎ። እቶም ዶኔት ዘይገበሩ ከዓኒ ዶኔት ንክገብሩ ኢና ንፅውዕ ማለት እዩ። ብሓፈሻ ነቲ ዝልግስ ደም ብዙሕ ጠቕምታት ኣለዎ። ብዓብዩ ግን እቲ ነቲ ሕሙም ኣብ ሕክምና መፅኡ ደም ሲኢኑ ህይወቱ ንኸይሓልፍ ዓብ ተራ ንፃወት ክብል ዝደሊ ማለት እዩ። ኢስት አፍሪካ ሜዲካል ሰንተር በዛሬ ቀን እንድትመጡና ደም እንድትለግሱ ይጋብዛል። ኢስት አፍሪካ ሜዲካል ሰንተር 24 ሰዓት የሚሰራ

ኢስት ኣፍሪቃ ሓፈሻዊ ሕክምና ከም መቕጸልታ ዝህቦ ዘሎ ስሩዕን ጽፉፍን ኣገልግሎት ጥዕና ሕብረተሰቡን ዕግበት ዓማዊሉን ቅድሚ ኩሉ ሰሪዑ እንሆ ነታ ኣብ ከተማ ካምፓላ ካባላጋላ ጥራይ ተደኪና ዝነበረት ናይ ጥዕና ኣገልግሎት ትካሉ ዕብየት ብምግባር ኣብ ክልተ ከባቢታት ከተማ ካምፓላ ማለት ኣብ ቡንጋን ካፕሱን ጨንፈራት ከፊቱ ዓማዊሉ ኣብ ምእንጋድ ይርከብ። ኢስት ኣፍሪቃ ሓፈሻዊ ሕክምና ብቛንቋናን ብብሉጻት ደቂ ዜጋታትና ሰብ ሞያ ውሑስን ጽፉፍን ናይ ጥዕና ኣገልግሎት ዝህብ ትካል እዩ።